እታ ሕዚ ታይ እዩ ዝግበር ዝብል ብካቢኔ ደረጃ ኣነ ርእይቶታት ኣሎ'ዩ ሓሳባት ኣሎ'ዩ ብክልል ደረጃ ጸዲቁ እዩ ኣፓርታማ ይኹን ዝብል እንድሕር ኣፓርታማ ኢልናዮ ልቃሕ ከመይ ኢሉ የግኒ ኣመቻቺናሉ ዶ ልቃሕ እንድሕር ዘየግንዩማ ከመይ ገይሩ ሰሪሑ ክኣቱ እግራ ሰሪሑ ላዕሊኣ ወላ ኣጽኒሑ ክኣቱ እንተኾይኑ ልቃሕ ተዘይብሉ ከመይ እዩ ክኸውን ወይ እቲ ናይ ሰብዓ ካሬ ኣወሃባ ድዩ ክህሉ ዝብል ቤት ምኽሪ ተደጋጋሚ እዩ ዝልዓል እዚ ከፍ ኢልካ ሓደ መልክዕ ክሕዝ ክኽእል ኣለዎ። ብካቢኔ ደረጃ ተራእዩ ዝኾነ መልክዕ ክሕዝ ክኽእል ኣለዎ። ናይ ልቓሕ ክሰት ዝርከበሉ ድዩ ካልእ ድዩ? ምጅማር ግን ተወሰነ ምስ እኒ ዘርኡ እውን ተፀሓፊፍና ኢና። ንሕና ያው ተወደቡ ኣለውና መሬት ተዳልውልና ኢልና ኣለና ንመሬት። መሬት ዝዓቕሞም ከዳልዉ እዮም። ምኽንያቱ ንስድራ ስውኣት፣ ንጉዳኣት፣ ንሰራዊት፣

መሬተይ እዛ መሬት ተስፋ ኣብ ዋሕዚ ታሪኽ ክንዲ ሕማቕ ጽቡቕ ድያሕሪ ናይ ሳልሳይ ዙር ኣነ ሓጻርያ መልሳ በጀት ኣጽድቑ መሬት ክነዳልኹም ክሕየስ መንግስቲ ኣፓርታማ ኢሉ ወሲኑ እዩ ማለት ተዘራሪብና ኢና ምስ ንወረስ ኣበይ እንተዝኸውን ይሕሽ ዝብል እውን ናይ ቦታ መረፃ ገለመለ ጀሚርና ኣለና ተኾነ ግን ገዚፍ ካሕሳ እዩ ዝሓትት ብሓደ ግዜ ይከኣል ኣይከኣልን ብክልተ ግዜ እናንገሮ ብሰለስተ ግዜ እናንገሮ ውሳነ የድልዮ እዩ፣ ምርኣይ የድልዮ እዩ። እታ ዓባይ ግን እታ ቁልፊ ነገር ምሳና ምስ መሬት ትተኣሳሰር በጀት ንካሕሳ ዝኸውን እኹል ተተታሒዙልና፣ እሞ እቲ ካቢኔ እንድሕር ቤት ምኽሪ ኣፅዲቑሉ እቲ ካቢኔ እውን ተኣሚንሉ ንጅምር ምናልባት እውን ኣነ ሱቕ ኢሉ እናተሰለፉ እናተማረርና ከምኡ ኢሉ ነዊሕ ግዜ ክህበና እዩ ዝብል እምነት እውን የብለይን ክረኣ ኣለዎ። ግን ብሓደ ግዜ ዘይከኣል ምዃኑ ይኣምን እየ። እዛ መሬት እዛ መሬት ተስፋ ኣዋይሲ ታሪኽ ክንዲ ሕማቕ ተንቡቕ እያ ኣብ መሬት ሓንቲ ናይ ሳልሳይ ዙር እናተባህለት ብተደጋጋሚ ትለዓል ዘላ ሓደ ልዕሊ ስሳ ሽሕ ኣካላት ኢና ናብ ቅሬታን ናብ ስምዒትን ንእቱ ዘለና። ሓደ ውሳነ ቀልጢፍና ኢና ክንውስን ዘለና። ንሕና ከም ቤት ምኽሪ ሰብዓ ካሬ ይወሃብ ካሊእ ይወሃብ ኣይበልናን ከም ትሕዝቶኻ ኢኻ ትኸዶ ቀልጢፍካ ግን ገንዘቡ እውን ኣኪቡ እዩ ብዝተወሰነ ኣፓርታማ ተኾይኑ ካፍቲ ሓሲብዎ ነበረ ንላዕሊ ብሓደ ስለ ዝውፃእ ክኸብዶ ስለ ዝኽእል ናይ ልቓሕ ክነተሓሕዞ ኣለና። ልቓሕ ክነማቻችወሉ ኣለና። ምስ ካልኦት ፋይናንስ ትካላት ተዛራሪብና ክነማቻችወሉ ኣለና። ብሓደ ግዜ ክወጽእ እንከሎ ካብ ዓቕሙ ንላዕሊ ክኸውን ስለ ዝኽእል። እዚኣ ኢና ኢልና ሓቢርና። እዚኣ ግን እናተንከባለለት እናተንከባለለት ኣብ ካሊእ ቅሬታን ኣብ ካሊእ ከርተት እናበሉ ኣብ ጥርዓናት ዝውዕሉ ዘለዉ ነዚኣ ቀልጢፍና መልሲ